እሺ ደጊምና እታ ጥቕሲ ክነንብባ ኢና ኣምላኽ መስገን ምዕራፍ ኣርባዕተ ንህምያ ፍቕዲ ዓሰርተ ኣርባዕተ እቲያ ትብል ርኤ ድማ ተንሳእኩ ትብል ንከበርትን ንሹማምንትን ነቶም ዝተረፉ ህዝብን ኣብ ቅድሚኦም ኣይትፍሩ ነቲ ዓብይን መፍርሕን ጎይታ ዘክሩ። ስለ ኣሕዋትኩምን ኣወዳትኩምን ኣዋልድኩምን ኣንስትኹምን ኣባይትኹምን ተዋግኡ በልክዎም። ጎይታ ደጊምና ክብሪ ንህበካ ኣለና። በዞም ኣሕዋተይ ሓሊፍካ ክትዛረበና ክትምዕደና ኣብ ቅድሜኻ እንቐርበሉ ኣርእስቲ ጸሎት ክትበና ጸኒሕካ። ሕጂ ድማ ጎይታ ንልቢ ነፍሲ ወከፍና ክትዛረብ ኣቦ ብ ጽላት እም ደይኮነ ብ ጽላት ልብና ክትጽሓፍ ክትረድኣና ንጽሊ ኣለና። ከም ወትሩ ሕጂ ውን ጎይታየ ሰብ ካብ ርእሱ ኣይሕይልን ብኣኻ ግና ንሕይል ንተጻረትና ድማ ንስዕሮ ንረግጾም ተባሂሉ ከም ተጻሓፈ ኣንታ ሓይልና ድኾንካ ጎይታ ብቓልካ ጌርካ ንልብና ከተጨክን፣ ንልብና ንሓሳብካን ንምኽርኻን ክድርኽ፣ ጎይታየ ልበይን ልቢ ኣሕዋተይን ንዓኻ ሓሊፈ እህበካ ኣለኹ። ቃልካ ካብ ክልተ ኣፉ ዝበልሕ ሴፍ እዩ። ቃልካ መዶሻ እዩ። ኣብ ቅድሚ ቃልካ ጠጠው ክብል ዝኽእል ማንም ናይ ጸልማት ሓይሊ ልቢ ሰብን ኣእምሮ ሰብን የለን እሞ ጎይታ ቃልካ ገዛእን መላኽን ምዃኑ ሎሚ ኣብ ማእከልና ብምግላጽ ከተርእየና ንጽሊ ኣለና ኣቦ ናይ ንባርያኻ ድማ ንከናፍረይ ቀፊር ክትገብረሉ ካባኻ እናተቀበልኩ ድማ ንርእሰይን ንሕዋተይን ክዛረብ ክትረድኣኒ ይጽሊ በየሱስ ስም ኣሜን ጎይታ ይመስገን ሃሌሉያ እግዚኣብሔር ሰናይ እሺ እዚ ዘንበብኩልኩም ክፍሊ ፅሑፍ ኣብ ምዕራፍ ኣርባዕተ ነህምያ ካብ ፍቕዲ ዓሰርተ ኣርባዕተ እዩ እቲ ምዕራፍ ሙሉእ እንተ ደኣ ኣንቢብኩምዎ ነህምያ ካብ ኣምላኹ ጾር ተቐቢሉ ምስ መፀ ሶሪ ካብ ኣምላኹ ጸር ተቐቢሉ ምስ መጸ እሞ ናብ ኢየሩሳሌም መጺኡ ነቲ ኣምላኽ ኣብ ልቡ ድሃቦ ነገር ንኽዓይ ምስ ተበገሰ ኣብ ዙርይኡ ዝነበሩ ጸላእቱ ወይ ድማ ጽቡቕ የሩሳሌም ዘይፈትዉ ከም በዓል ጦብያን ሰንበላጽን ገሸምን ከም ዝተንስእዎ እዚ ቃል እዚ ነንብብ። ንእሽተይ መንደርደሪ ሓሳብ ማእታን ክኾነኒ ካብ ምዕራፍ ኣርባዕተ ፍቕዲ ሓደ ትንክፍ ትንክፍ ከብለልኩም ደስ ይብለኒ። ኮነ ድማ ይብል እቲ ቃል ሰንባላጥ ጥራይ ኮነ ድማ ሰንባላጥ ንሕና ነቲ መካበብያ ከም ዝነደቕናዮ ምስ ሰምዐ ተቖጥዐ ኣዝዩ ኾረየ እሞ ንኣይሁድ ኣላገጸሎም ብጣዕሚ ዘገርም ኣብ ቅድሚ ኣሕዋቱን ሰራዊት ሰማርያን ከኣ ከምዚ ኢሉ ተዛረበ፣ እዞም ድኹማት ኣይሁድ እንታይ ይገብሩ እንታይ ይገብሩ ኣለዉ? ስቒልናዶ ንሕደጎም? ክስውእዶ እዮም? ብሓደ መዓልቲዶኸ ይውድእዎ? ነቲ ብሓዊ ነዲዱ ትሕቲ ዅምራታት ሓመድ ዘሎ ኣእማን የሕውይዎዶ? ጦብያ እቲ ዓማናዊ ድማ ኣብ ጥቕኡ ነበረ፣ ንሱ ኸኣ እንተ ሰርሕዎ እኳ እቲ በእማን ዘነደቕዎ መካበብያ ሓንቲ ወኻርያ እንተ ደየበቶ ክፈርስ እዩ በለ። ዋእ ኣምላኽና! ስማዕ! ተናዕቂና ኢና እሞ እሊ ግጮም ናብ ርእሶም ምለሰሎም። ንብዝበዛ ናብ ሃገር ማረኽቲ ኣሕሊፍካ ሃቦም። ኣብ ቅድሚ እቶም ነዳቑ ኣኾሪምኻ እዮም እሞ ክፍኣቶም ከኣ ኣይትሕብኣሎም። ሓጢኣቶም ድማ ኣብ ቅድሚኦም ኣይትደምስስ። እምበኣርሲ ነቲ መካበብያ ነደቕናዮ፣ ክሳዕ ፈረቓ ምብራኹ ኸኣ ብዘሎቲ መካበብያ ተላገበ፣ ልቢ እቲ ህዝቢውን ንዕዮ ጽዒቱ ኣሎ። ኰነ ድማ፣ ሰንበላጥን ጦብያን፣ ሰብ ዓረብን ዓሞናውያንን ኣስዶዳውያንን፣ ምዕራይ መካበብያ ኢየሩሳሌም ከም ዝሰለጠን፣ እቲ ስፍራታውን እቲ ሰፈራታውን ክዕበስ ከም ዝጀመረን ምስ ሰምዑ ኣዝዮም ተቖጥዑ፣ እንደገና ተቖጢዖም። ኩላቶም ሓደ ኮይኖም መጺኦም ንየሩሳሌም ክወግኡን ከሸብሩን ተመሓሓሉ። ሽዑ ኣብ ኣምላኽና ጸለይና፣ ካባታቶም ክሕልዉና ከኣ ብመንጽሮም ለይትን መዓልትን ሓለውቲ ኣቖምና። ኣስምሩላ ኢኹም እዛ ቃል እዚኣ። ሽዑ ኣብ ኣምላኽና ጸለይና፣ ካባታቶም ክሕልዉና ከኣ ብመንጽሮም ለይትን መዓልትን ሓለውቲ ኣቖምና። ይሁዳ ድማ ሓይሊ እቶም ተሰከምቲ ደኸመ፣ እቲ መሬት ከኣ ብዙሕ እዩ፣ ስለዚ ንሕና መካበብያ ክንዓይይ ኣይንኽእልን ኢና በሉ። እቶም ጸላእትና ድማ ኣብ ማእከሎም ክሳዕ እንኣቱ ኣይክፈልጡን ኣይክርእዩን እዮም፣ ሽዑ ክንቀትሎም ንትዕዮውን ከንትርፎ ኢና በሉ። ኰነ ኸኣ፣ እቶም ኣብ ጥቕኦም ዝነበሩ ኣይሁድ ምስ መጹ ኣብ ኩሎም ቦታታት ናባና ተመልሱ ተመልሱ ኢሎም ዓሰርተ ሳዕ ተዛረቡና። ስለዚ ኣነ ነቲ ህዝቢ ብድሕሪ መካበብያ በቲ ታሕተዋይ ቦታ ኣብ ቃልእ ስፍራታት በብዓሌቶም ኣስያፎምን ኪናውቶምን ቀስታቶምን ሒዞም ደው ኣበልክዎም። ርእየ ድማ ተንሳእኩ ኢሉ ሽዑ ንከበርትን ሸማምንትን ነቶም ዝተረፉ ህዝብን ኣብ ቅድሚኦም ኣይትፍርሁ እቲ ዓብይን መፍርሕን ጎይታ ዘክሩ። ስለ ኣሕዋትኩምን ኣወዳትኩምን ኣዋልድኩምን ኣንስትኹምን ኣባይትኹምን ተዋግኡ በልክዎም። ኮነ ድማ እቶም ጸላእትና እዚ ነገር እዚ ከም ከም እዚ ነገር እዚ ከም እተፈለጥና ኣምላኽ ከኣ ንምኽሮም ኮንቱ ከም ዝገበሮ ምስ ሰምዑ ኩላትና ናብቲ መካበብያ ነፍሲ ወከፍ ድማ ነናብ ዕይኡ ተመለስና። ኰነ ኸኣ፣ በታ መዓልቲ እቲኣ እቶም ጀሚሮም ነቲ ሓሽከረይ ፍርቆም ነቲ ዕዮ ይዓዩ ነበሩ፣ ፍርቆም ከኣ ኲናውትን ዋለቱን ቀስትታትን ድርዕታትን ሓዙ፣ እቶም ሓለቑ ኸኣ ብድሕሪ ኵላቶም ቤት ይሁዳ ደው ኢሎም ነበሩ። እንዳ በለት ታሪኽ ኢትስ ኣሜዚን ኣንብብዎ ኢኹም ሙሉእ እቲ ምዕራፍ ዘደንቕ ዘደንቕ ሓሳብ ንረኽበሉ ማለት እዩ። ኢየሱስ ክርስቶስ ጎይታ እዩ። ሎማዓልቲ ብዛዕባ እዚ ኣጋጢምና ደሎ ብድሆ ኢና ክንዛረብ ደልየ ጎይታ ይመስገን ያው ከምቲ ሰንበታተን ዘተንባህኩልኩም ሕጂ እውን መቐፀልታ ገለ ሓሳባት ከካፍለኩም ስለ ዝደለኹ እየ ምክንያቱ ኣብ ቅድሜና ተገቲሩ ዘሎ ናይ ጸላኢ ውዲት ስለ ድኾነ ብዛዕብኡ ክንዕጠቕ ኣማራጺ ኣይኮነን። መጽሓፍ ቅዱስ ኣብ ብሉይ ኪዳን ኮነ ሓድሽ ኪዳን እግዚኣብሔር እቲ ኣብ ቅድሚኦም ዘሎ ጸላኢ ክገጥምዎ ክደሊ እንከሎ ህዝቡ ክዕጠቑ ደጋጊሙ ይምዕዶም ወይ ድማ ይመኽሮም። ናይ እግዚኣብሔር ቃል ድማኒ ከምኡ እዩ ዝብለና። ሃዋርያ ጳውሎስ ንጢሞቴዎስ ክምዕዶ እንከሎ ገለገለ ጽሑፍ ክንብበልኩም እየ እሞ ኣብ ካልኣይ ጢሞቴዎስ ምዕራፍ ክልተ ከምዚ ኢልዎ ኣታ ወደየ ኢሉ እምበኣርሲ በቲ ኣብ ክርስቶስ የሱስ ዘሎ ጸጋ ደልድል ኢሉ ፍቅዲ ሓደ ማለት እዩ ምዕራፍ ክልተ ፍቅዲ ሓደ እንታይ ኢልዎ ኣንታ ወደየ እምበኣር ስበቲ ኣብ ክርስቶስ የሱስ ዘሎ ፀጋ ደሊ ንምንታይ እንተዳልኩምኒ ስለዚ ኣብ ቅድሚ ብዙሓት ምስክር ካባይ ዝሰማዕካዮ ድማ ንካልኦት ክምሩን ዝከኣሎም እሙናት ሰብ ሕድሪ ሃቦም ይዕጥቆም ከም ንፉዕ ናይ ክርስቶስ የሱስ ዓቄታይ ምሳይ ኰንካ መከራ ጽገብ ኢልዎ ሽዑ እንታይ ዝብሎ ደሎ ኣብ ቅድሜኻ መከራ ኣሎ ኣብ ቅድሜኻ መከራ ስደት ስለ ዘሎ እቲ ኣብ ቅድሜኻ ደሎ መከራን ስደትን ገጢምካ ስዒርካ እትወጽኣሉ ሓይሊ ክትዕጥቕ ይግባኣካ እዩ ብለሉ ምኽንያቱ ነቲ ኣብ ቅድሜና ዘሎ ናይ ጸልማት ሓይሊ፣ ነቲ ክብድሃናን ነቲ ህይወትና ዝሃብናዮ ጎይታ ከኽሕደና ብዝተፈላለዩ ሲስተም ዝዕጥቕ ዘሎ ናይ ጸላኢ ውዲድ ንሕና ድማ ተዓጢቕና እንተዘይጸኒሑና ክብለጸልና እዩ። ስለዚ ኣሕዋትየ ክንዕጠቕ ኣማራጺ ኣይኮነን። ስለዚ ከኣ ጎይታናን መድሓናን የሱስ ክርስቶስ ንደቂ መዛሙርቱ ክዛረቦም እንከሎ ኣብ ቅድሜኹም ሰልፊ ኣለዎ ኢልዎም። ኣብ ቅድሚኹም ገድሊ ኣሎ ስለዚ ተዓጠቑ ኢሉ ስለዚ ከኣ እዩ መጽሓፍ ቅዱስ ኣብ ምዕራፍ ዕስራን ኣርባዕተን ፍቕዲ ኣርባዓን ሽዱሽተን ሉቃስ ክዛረቦም ከሎ ሓይሊ ካብ ላዕሊ ክሳዕ ትለብሱ ንውግእ ኣይትውጽ ኢልዎ ወይ ድማ ተዓጽው ኢሉ ሓይሊ ካብ ላዕሊ ክሳዕ ትለብሱ ኣሕዋተይ ንፀላኢ ስቅ ኢልካ ኣይኮንካን ትገጥም ናይ ፀላኢ ኣሰራርሓ ሓይሊ ኣምላኽ ተዓጢቅካ እንተዘይኮይኑ ፀላኢ መስሓቂ ክገብረካ ክእል ኢየሱስ ክርስቶስ ጎይታ ምናልባት እቲ እንዕጠቆ ኣፅዋር ጠመንጃ ወይ ድማ ምድራዊ ኣፅዋር ከም ዘይኮነ ርዱእ እኳ እንተኾነ ግን ነቲ መንፈሳዊ ኣፅዋርና ክንዕጠቆ ድማ ናይ እግዚኣብሔር ቃል ኣፀቢቁ እዩ ዝነግረና መሊሱ እውን ኣብ ግብረ ሃዋርያት ምዕራፍ ሓደ ፍቅዲ ሸሞንተ ተዳሪእና ከምኡ ይብለና ብዛዕባ መንግስቲ ምቋም ምስ ሓተትዎ ሕጂ ኣብ እስራኤል መንግስቲ ከተቕውም ዲኻ ምስ በልዎ ከምዚ ኢሉ መሊስሎም ነቲ እግዚኣብሔር ኣቦ ብግዚኡን ሰዓትን ዝመደቦ ነገር ክትፈልጡ ዝሱናታትኩም ኣይኮነን ናባኻትኩም ሓይሊ ምስ ዝወርድ ግና ናባኻትኩም መንፈስ እግዚኣብሔር ምስ ዝወርድ ዱናሚስ ዝኾነ ሓይሊ ኣምላኽ ምስ ዝወርድ ግና ሽዑ ሓይሊ ክትዕጠቑ ኢኹም ሽዑኡ ኢኹም ትወፁ ሽዑ ኢኹም ትወርሱ፣ ሽዑ ኢኹም ምስክረይ ትኹኑ ኢሎም፣ ቅድም ናብ ኢየሩሳሌም፣ ደሓር ድማ ናብ ይሁዳ፣ ደሓር ከኣ ናብ ሰማርያ፣ ናብ ጫፍ ምድሪ ምስክረይ ክትኮኑ ኢኹም ኢሎም። ስለዚ ምስክር ኮንኩም ክትወጹ እንተኾንኩም ግና እቲ ኣነ ዝደልዮ ዕጥቂ ተዓጢቅኩም እንተዘይኮይኑ ብናትኩም ዕጥቂ ኣይከውንን፣ ምኽንያቱ ጴጥሮስ ተፈቲኑ ተሪፉ እዩ። እግዚኣብሔር ቃል እንታይ ትብለና ጴጥሮስ ብትምክሕቱ ወይ ድማ ጎይታይ እዚኣቶም ኩላቶም እንተክሓድኳ ኣነ ጴጥሮስ ወድዮና ግና ኣይክሕደካን ኢሉ ንየሱስ ክማጎቶም ከሎ ንርኢ ጴጥሮስ ጴጥሮስ ኢሉ ብሓቂ ደሮ ካይነቆ ሰለስተ ግዜ ከምትክሕደኒ ይብለካ ኣለኹ ኢሉ ሕዋተይ ቅልፅም ስጋ ኩሉ ግዜ ኣብ ቅድሚ እግዚኣብሄር ውድቀት ጥራሕ ይደምፅ ፀላኢ ድማ ይብለፀልካ ስለዚ ጸላኢ ዘይብለጸሉ ዕጥቂ ክንዕጠቕ ግን ኣማራጺ ኣይኮነን። ኣምላኽ ዝተመስገነ ይኹን። ለዚ ኣብ ቅድሜና ዝጽበየና ግድል ኣሎ። ኩሉ ግዜ ክርስትናዊ ጉዕዞ ግድል ኣለዎ። መልክዑ ይቕይር እምበር ሰይጣን ኣብ ኣውሮጳ ኣሎ ኣብ ኣሜሪካ ኣሎ ኣብ ኣውስትራልያ ኣሎ ኣብ ኣፍሪቃ ኣሎ ምናልባት ኣብ ዓድና ገዲፍናዮ ድመጻና ፈተና ካልእ ዓይነት ክኸውን ከሎ ኣብዚ ድማ መልክዑ ድቀየረ ፈተና ከጋጥመና ጀሚሩ ኣሎ ማለት እዩ ስለዚ ኣነ ንስኻትኩምን እቲ ኣሎ ድበሃል መንፈሳዊ ዕጥቂ ተዘይተዓጢቕና ሕጂ እውን ጸላኢ ክብለጸልና ይብለኩም ኣሎ እግዚኣብሔር ይመስገን ኣሜን ሓይሊ ክንዕጠቅ ኣማራፂ ኣይኮነን
ስለዚ ከዓ ናይ እግዚኣብሔር ቃል ኣብ ኤፌሶን ምዕራፍ ሽዱሽተ እውን እንታይ ይብለና ኩላህና ንፈልጦ ቃል እዩ ብዝተረፈስ ኣሕዋቴ ጎይታን ብፅንዓት ሓይሉን እንታይ ግበሩ ይብለና እስኪ በርትዑ እስኪ በሉ በርትዑ ከምዚ ይብል ጥቃ ፍቅዲ ዓሰርተ ብዝተረፈስ ኣሕዋትየ ብጎይታን ብፅንዓት ሓይሉን በርትዕ እቲ ቅልስና ምስ ሕልቅነትን ስልጣናትን ብፀልማት ገዛእቲ ናይዛ ዓለም እዚኣን ምስ ስብከት መናፍስትን ኣብ ሰማያት እምበር ምስ ደመ ስጋን ኣይኮነን ከምዚ ይብል ቀፂሉ ሸው ንፍሕሶ ሰይጣን ምቅዋም ምእንቲ ክትክእሉ ኩሉ ኣፅዋር ኣምላኽ ልበሱ ፍሕሶ ሰይጣን ምቅዋም ምእንቲ ክትክእሉ ውዲት ሰይጣን ምቅዋም ምእንቲ ክትክእሉ ቅልስ ፀላኢ ተቓሊስኩም ማእታን ክትዕወቱ ቅልስ ኣምላኽ ምስ ጸላኢ ተቃሊስኩም መኣታን ክትዕወቱ እንታይ ይብለና ንፍሕሶ ሰይጣን ምቋም ምእንቲ ክትክእሉ ኩሉ ኣጽዋር ኣምላኽ ልበሱ ወደ ዓሰርተ ሰለስተ ስለዚ በቲ ኣኪቲ መዓልቲ ምቋም ምእንቲ ክትክእሉ ብለን ነፍሲ ወከፍ ሰብ ኣም ሶሪ ሰይት እኪቲ መዓልቲ ኣላቶ ናይ ፈተና ግዜ ኣሎ ስለዚ በቲ ዘጋጥመና ፈተና ኩሉ ስዒርና መኣታን ክንወፅእ ክንዕጠቅ ኣማራጺ ኣይኮነን ክትዕጠቅ ኣለካ ትሬይንድ ክትከውን ኣለካ ንዝመጻካ ፈተናታት እትብድሃሉ መንፈሳዊ ኣጽዋር ክትዕጠቅ ናይ ግድን እዩ ስለዚ ከዓ እንታይ ድብል ዘሎ ሃዋርያ ጳውሎስ በዚ ምኩር ስለ ዝኾነ ኣዳርጋ ነፍሲ ወከፍ መልእኽቱ ብዛዕባ እዚ ይፅሕፈ ኣለዉ ሰብ ኤፌሶን ከ እንታይ ብሎም ኣሎ ብዝተረፈ ኣሕዋትየ ብጎይታን ብፅንዓት ሓይሉን በርትዑ ይብል ማታን ኪንውሓልኩም ኣብቲ ዋና ሓሳበይ ከኣቱ ደስ ብለን ያው ናብ ጎይታ ምስ መፃና ኩሉ ግዜ ፀላኢ ኣለና መጽሓፍ ቅዱስ እውን ብንጹር ነጊሩና፣ ጐይታ ክዛረብ ከሎ ባዕሉ ኣብ ምድሪ ክሳዕ ዘለኹም ጸበባ ኣለኩም ኢሉ። ስለዚ እቲ ጸበባ መልክዑ ክቕይር ይኽእል እዩ፣ ግን ደስ ዝብል ኣነ ንዓለም ስዒረ እየ፣ ኣነ ንሰይጣን ስዒረ እየ፣ ኣነ ንስጋ ስዒረ እየ፣ ስለዚ ኣጆኹም ሕጂ እውን ኣባኻትኩም ኰይነ ክኸገብር እየ፣ ክስዕር እየ ዝብለና። ግን እቲ ንስዕረሉ ሜካኒዝም ክንፈልጥ ኣዝዩ ኣገዳሲ እዩ ጎይታ ይባረኽ እና ናብቲ ዋና ሓሳበይ ክመልሰኩም ብሓፂሩ ትጋጥሙና ደሎ ብድሆም እንታይ እዩ ሰንበት ኩልኻትኩም ነርኩም ኢኹም እዚ ናይ ኤልጂቢቲ ኣይኪው ዝብል ኣይዶሎጂ ወይ ድማ ስርዓተ ኣቃውማ ህይወት ዶ ክብሎ ዋላ ናይ ሓጥያት ዓይነት ድየ ክብሎ መቸም ንስካትኩም ሽም ሃብዎ። ብጣዕሚ ዘሕዝን ዘሕዝን ሕግታት እዩ ዝመሓላለፍ ደሎ ክመሓላለፍ ድማ ተቀሪቡ ደሎ ማለት እዩ። ኣብ ደቅና ምንም ጽልዋ ከም ዘይንገብር ብኻልእ ትግርኛ ንደቅና ባዕላቶም ከም ድሌቶም ጌሮም ከዕብይዎም ኣሕሊፍኩም ሃቡና ድብል ሕጊ እዩ ካይትዛረብዎም ንደቅኹም ካይትምዕድዎም ንደቅኹም ካይትጽልዩሎም ንደቅኹም ከምዚ ልክዕ ከምኡ እዩ ድብል ካይትጽልዩሎም ካይትምዕድዎም ካይትመኽርዎም ንሕና ኣብ ቤት ትምህርቲ ዝደለናዮ ነገር ክነእትወሎም ኢና ስቕ ትብሉ እንተ ደኣ ምዒርኩሞም እንተ ደኣ ጸሊኹምሎም እንተ ደኣ መኺርኩምዎም ንደቅኹም ንስኻትኩም ገበነኛታት ኢኹም፣ ክትእሰሩ ኢኹም፣ ናይ ፋይናንስ መቕጻዕቲ ድማ ክብየነልኩም እዩ ዝብል ካብቲ ሕጊ ሓደ ማለት እዩ። ደቅኹም ጾታ የብሎምን፣ ክውለዱ ከለዉ ጾታ የብሎምን፣ ጓል ኣይኮኑን ወዲ ኣይኮኑን። እንታይ ደኣ ጾታ ደይብሎም እዮም ዝውለዱ፣ ጾትኦም ባዕሎም ምስ ዓበዩ እዮም ዝመርጹ። ጓል ድዮም ወዲ ድዮም ማንሲ ትራንስጀንደር በቃ ሸውዓተ ዓይነት ኣሎ፣ ካብ ሸውዓቲኡ ይመርጹ። ጽንሕ ኢልኩም ሂ ሺ ድብል ኣይክሉን እዩ ፋዘር ማዘር ድብል ኣይክሉን እዩ ኣቦ ኣደ ድብል እዚ ዲስክሪሚኔሽን እዩ ቆልዓ ኣቦ ኣደ ኢሉ ክፅውዕ ዘይፍቀደሉ ግዜ ክመፅእ እዩ ስለዚ ነዚ ኣንጻር መጽሓፍ ቅዱስ ኣንጻር ሓሳብ ኣምላኽ ጸላኢ ተሰሊፉ ዝትልሞ ዘሎ ትልምታት ናህና ታራ እንታይ እዩ ኣብዚ ጉዳይ እዚ ክንዕጠቕ እንታይ ኢና ክንብል እንታይ ኢና ክንምልሽ እንታይ እቲ ሓሳብ ኣምላኽ ብዛዕባ እዚ ጉዳይ እዚ ንሕና ከም ክርስትያናትከ እንታይ ክንገብር ይግብኣና? ነዚ ኣብ ቅድሜና ጐልያድ ዝመስል ተደቂኑ ዘሎ ናይ ጸልማት ሓይሊ ብኸመይ ኢና ክንብድሆ፣ ክንስዕሮ እንኽእል? ሓይሊ ክንዕጠቕ፣ መንፈሳዊ ሓይሊ ክንዕጠቕ ናይ ግድን እዩ። ክንመሃር ኣለና፣ ክንጽሊ ኣለና፣ ክንጸውም ኣለና፣ ገጽ ኣምላክ ክንደሊ ኣለና፣ ካብ ኣምላኽ ምኽሪ፣ ሓሳብ፣ ኣጀንዳ፣ ቃል ክንቅበል ክንክእል ኣለና። ሕብሩ እናለዋወጠ ጽቡቕ ብዝመስል መንገዲ ፍቕሪ ብድብል ሽፋን ድመጽእ ደሎ ኣጋንንታዊ ኣሰራርሓ ሰብ ማዕረ እዩ ኣምላኽ ማዕረ እዩ ገ ፈጢርዎ ሰብ ንድሌቱ ከፍቅል እዚ ፍቓድ ኣምላኽ እዩ ድሌቱ ከፍቅር ጓል ንጓል ከተፍቅር ወዲ ንወዲ ከፍቅር ወዲ ንእንስሳ ጓል ንእንስሳ ከተፍቅር ሰብ ንዝደለዮ ከፍቅር ምስ ደፍቅሮ ክነብር እዚ ፍቓድ ኣምላኽ ኣምላኽ ፍቕሪ እዩ ብዝብል ምኽኑይ ዝኾነ ኣጋንንታዊ ኣተሓሳስባን ኣጀንዳን እዩ። በዚ ዝተቐሰቡ ብዙሓት ዲኖሚነሽንስ ወይ ድማ ሃይማኖታት ኣለው። ንኣምላኽ ዘይፈልጥዎ ግን ስርዓት ኣምልኾ ዘለዎም ነቲ ሓይሊ ዝኽሓዱ ማለት እዩ። ስለዚ ንሕናኸ በዚ ጉዳይ እዚ ክንብርከኽ ኖኖ ምሟት ይሕሸና እምበር። ስለዚ ሕዋተይ ክንዕጠቕ ኣለና ሓሳብ ኣምላኽ ንምግባር ከምቲ ኣብቲ ዋና ሓሳበይ ክመልሰኩም ነህምያ ሓሳብ ኣምላኽ ሒዙ መካባብያ ኢየሩሳሌም ፈሪሱ እታ መቃብር ኣቦታተይ እታ መድሕንተይ ዝተቐበረላ ከተማ ባዲማ ስለዚ ኢሉ ልቡ ኣንቂዱ፣ ኣምላኽ ድማ ኣብ ቅድሚ እቲ ንጉስ ሞገስ ሂብዎ፣ እቲ እግዚኣብሄር ኣብ ልቡ ዘቐመጦ ነገር ክዓዪ ኢሉ ምስ ተበገሰ፣ እንዴት ስሊ ጸላኢ ተበጊሱ። ጦብያ፣ ሰንበላጥ፣ ገሸም፣ ኣነ እኳ ነዚኣቶም ዓለም ስጋ ሰይጣን እየ ዝብሎም። ዓለም ስጋ ሰይጣን። ስለዚ ነህምያ ኣዝዩ ጥበበኛን ኣስተውዓልን መራሒን እዩ። እቲ ኣምላኽ ክገብሮ ኢሉ ኣብ ልበይ ዘቐመጦ ነገር እዩ፣ ንመጀመርያ ምስ ማንም ከይተማኸረ ካልእ እንስሳ እኳ ኣይፈለጠትን እብል። ኣብ ሓደ ኣድጊ ተወጢሑ ነታ ኣምላኽ ኣብ ልቡ ዘቐመጣ ብምሉኣ ርእዩ ስኢንዋ። እንታይ ክገብር ከም ዝገበኦ ድማ ካብ ኣምላኽ መርሒ ተቐቢሉ ስቴፕ ባይ ስቴፕ ኩሉ ኣብጺሑ። ነቲ ዕዮ ምስ ተጀመረ ግን ፀላኢ ስቃይ ይብል ንዩ ፀላኢ ተንስእዎ ንፀላኢ ከመይ ገይሩ ይበድህዎ ብዛዕባ እዚኤን ንእሽተይ ሓሳብ ኣምላኽ ምስ ከም ምስ መንደርደሪኡ ክዛረበኩም ፀኒሐ ከካፍለኩም ማለት እዩ ናብ ነህብያ ክመልሰኩም እዩ ጎይታ ዝተመስገነ ይኹን ነህምያ ምዕራፍ ኣርባዕተ እታ መበገሲት ሓሳበይ ደላ እቲ ምዕራፍ ብምሉእ ክንሱ ግን ፍቅዲ ዓሰርተ ሸውዓተ እያ ሶሪ ፍቅሪ ዓሰርተ ኣርባዕተ ክብል እየ ርኤ ድማ ተንሳእኩ ኩሉ ነገር ምስ ረኣዮ ነህምያ ኢሉ ተንስኡ እንታይ ጌርታ ኢሉ ንከበርትን ሽማምንትን ነቶም ዝተረፉ ህዝብን ኣብ ቅድሚኦም ኣይትፍሩ ምክንያቱ እቲ ህዝቢ ብናይ ጦብያን ሰንበላጥን ገሸምን እሳቶም ዝወደብዎ ኣሰራርሓን ክርዕድ ጀሚሩ ምክንያቱ ኣብ ትሕቲ ግዝኣቶም ተኾርምዮም ይግዝኡ ስለ ዝነበሩ ሕጂ ግን ስሊኦም ዝሕለቕ ናይ ኣምላኽ ሰብ ምስ መጸ ነቲ ናይ ጦብያን ሰንበላጥን ገሸምን ሓሳብ ምስ ነጸግዎ ወይ ድማ በቲ ናይ ኣምላኽ ሰብ ኣሰራርሓ ካብ ኣምላኽ ዝተቐበሉ ቅዲ ህይወት ንናይ ኣምላኽ ሰብ ንናይ ኣምላኽ ሓሳብ ርዒሞም ክሰርሑ ምስ ተበገሱ ሰይጣን ተቖጢዑ ድሕሪ ኣነ ኣንቢብኩሞ እዚ ጽሑፍ ጦብያ ድማ ብጣዕሚ ተቆጥዐ ተናደደ እዩ ድብል ጦብያን ገሸምን ሰንበላጥን ድማ ብጣዕሚ ተቆጥዑ ይብለና ናይ እግዚኣብሔር ቃል ለዚ ናይ ኣምላኽ ስራሕ ክትሰርሕ ወይ ድማ ምስ ኣምላኽ ክትውግን እንከለኻ ሰይጣን ይቁጣዕ ኣጋንንቲ ይቁጥዑ ዓለም ትቁጣዕ ስጋና ይቁጣዕ ምክንያቱ እዚኣቶም ስጋ ሞት ዝኾኑ ፀላእትና ስለ ዝኾኑ ንሓሳብ ኣምላኽ ክግዝኡ ክግዘሩ ኣይደልዩን እዮም። ስለዚ ኣነ ንስኻትኩምን ብናይ ጦብያን ሰንበላጥን ገሸምን ሓሳብ ክንማረኽ ዘይኮነስ እዚ ኣምላኽ ኣብ መጽሓፉ ጽሒፉ ድሃበና ነቲ ጎይታናን መድሓኒን የሱስ ክርስቶስ ህይወቱ ዝኸፈለሉ ዓላማ ኣሜንን እውን ኢልና ነቲ ኣንጻሩ ዝመጻና ተግዳሮት በቲ ኣምላኽ ዝሃበና ጸጋ ክንገጥሞ ኢና ክንስዕር ከዓ ኢና ሓንትስ ንሓሳብ ኣምላኽ ንዕጠቁ ንጸል ገጽ ኣምላኽ ንድለ ምኽሪ ኣምላኽ ንድለ ክንገብሮ ዝግባኣና ኸ ንግበር ሰይጣን መልክዑ እናቀያየረ እዩ ድመጽእ ኣብ ዘለናይ ዓዲ ብሽም ዲሞክራሲ ድብል ሓደ ናይ ኣምላኽ ሰብ ዲሞክራሲ ዘይኮነ ዲመንክራሲ እዩ ኣጋንንታዊ ኣሰራራ ኣጋንንታዊ ርስቲ እዩ ስለዚ ንሕና ድማ ናይ ጸላኢ ውዲት ፈሊጥና ብኸመይ መንገዲ ንውዲቱ ክንዝርሮ እንኽእል ክንፈልጥ ክንመሃር ክንስልጥን ብኹሉ መዳይ ህይወት ይግባኣና ተዘይኮነ ጸላኢ ሰኸም እንዳበለ ረኣዩ ከይፈለጥና ከይነቃሕናሉ ኣምሶሪት ሰይት ብዙሕ ነገርና ወሲድዎ ብዙሕ ሕግታት ሓሊፉ ካብ ሎሚ ግን እምቢ እምቢ ድብል ማንነት ምስ ቃል ኣምላኽ ዝውግን ማንነት ነቲ ኣምላኽ ጽድቂ ድበሎ ጽድቂ ነቲ ሓጢኣት ድበሎ ሓጢኣት ንምባል ትብዓት ማእታን ክህልወና መንፈስ ክንሰቲ ቃል ኣምላኽ ክንሰንቕ ይግባኣና ይሕዋት ተዘይኮነ ጸላኢ ክብለጸና ነህምያ ነዚ ኹሉ ርእየ ተንሳእኩ ኢሉ። ነዚ ኹሉ ርእየ ተንሳእኩ። ናይ ጠባይ ናይ ጦብያ ውዲት ርእየ ተንሳእኩ። ናይ ገሸም ውዲት ርእየ ተንሳእኩ። ናይ ሰንበላጽ ውዲት ርእየ ተንሳእኩ። እምቢ እምቢ ኢሉ ከምቲ ሙሴ ናይ ኣምላኽ ሰብ ወዲ ጓል ፈርዖን ካብ ይበሃል እምቢ ኢሉ ብእምነት ንግብፂ ዝሓደጋ ነህምያ ድማ እምቢ ንውዲቶም ኢሉ፣ እምቢ ንሓሳቦም፣ እምቢ ንኣጀንድኦም። በዓል ጦብያ፣ በዓል ሰንበላጥ፣ በዓል ገሸም ንነህምያ ንምምብርካኽ ዘይከድዎ ስጉምትታት ኣይነበረን፣ ዘይወጽዎ ዓቐበት ኣይነበረን፣ ዘይጸሓፍዎ ደብዳቤ፣ ዘይለኣኹሉ መማኽርቲ ኣይነበረን። ብጣዕሚ እዩ ዘሕዝን ኣሕዋተይ። ስለዚ እዚ ጎልያድ ዝመስል ኣብ ቅድሜና ደው ኢሉ ዘሎ ባሕሪ ኤርትራ ዝመስል ኣብ ቅድሜና ደው ኢሉ ዘሎ ኣዝዩ ግዙፍ ዝኾነ ስርዓት ዝመስል ናይ ፀለማት ስራሕ እንተ ደኣኒ ከም ዳዊት ብኣምላኹ ዝእመን ሰብ ተረኺቡ ምዝራሩ ኣይሰርፍን ምናልባት ክትሪኦ እንከለካ ዘፍርሕ ክኸውን ይኽእል እዩ ክነብሕ እንከሎ ዘፍርሕ ክኸውን ይኽእል እዩ እንተኾነ ጉሩኡ ደይኮነስ ከምዚ ነህምያ እንታይ ኢልዎም ናብ ኣምላክኩም ጠሙት ኢሎም ኢየሱስ ክርስቶስ ጎይታ እዩ ሃሌሉያ ከምዚ ኢልዎም ርኤ ድማ ተሳእኹ ንከበርትን ንሽማምንትን ነቶም ዝተረፉ ህዝብን ኣብ ቅድሚኦም ኣይትፍሩ ኣብ ቅድሚ ዝቅድሜና ደሎ ናይ ኤልጂቢቲ ወይ ድማ ናይ ጌይን ሌዝቢያንን ውዲት ኣይንፍራሕ ኣይንፍራሕ ኣዋት ደቅና ኣይምንጥለናን እዩ። ንደቅና ኮይና ንካልኦት ምንጋፍ ክንከውን ኢና። ኣብ ቅድሚኦም ኣይትፍሩ፣ ነቲ ዓብይን መፍርሕን ጎይታ ዘክሩ። ነቲ ዓብይን መፍርሕን ጎይታ ዘክሩ። ብካልእ ትግርኛ እንታይ ድብሎም ደሎ ነቲ ልዑል እናጠመትኩም ሓይሊ ተዓጠቑ ንሱ ሓይልኹም እዩ ውግእኹም ዝዋግኣልኩም ንሱ እዩ ሓደ ግዜ ደቂ እስራኤል ኣብ ቅድሚኦም ባሕሪ ኤርትራ ብድሕሪኦም ፈርኦን ብየማነ ጸጋሞም ድማ ሃሮሩማን ዝኾነ ወሓጢ ዝኾነ ዘጨንቕ ምድረ በዳ ኣብ ዝነበረሉ ግዜ ንኣስታት ኣርባዕተ ሚእትን ሰላሳን ዓመት ዝገዝኦም ፈርኦንን ሰራዊቱን ብድሕሪኦም ክግስግስ ምስ ረኣይዎ ልበም መኺኹ ተስፋ ቆሪጾም ወይ ጠፋእና ሙሴ ኣብ ግብፂ መቃብር ኣይነበረን ድዩ ንምንታይ ኣውፅኢኻና ኢሎም ስጋዕ ዝርዕዱ እቲ ትእይንቲ ኣዝዩ ዘፍርህ ነበረ ሙሴ ግን ከምዚ ኢልዎም እግዚኣብሔር ዝተመስገነ ይኹን ምዕራፍ ዓሰርተ ኣርባዕተ ኣብ ዘፃት እንተ ኣንቢብና ከምዚ ድብል ጽሑፍ ንረክብ ፍቕዲ ዓሰርተ ሰለስተ ከምዚ ኢልዎ ፍቕዲ ዓሰርተ ክልተ ከምዚ ኢሎሞ ንሳቶም እቲ ኣብ ግብፂ ዝበልና ካብ እዚ ነገር ዝዶ ኣይኮነን ኣብ በረኻ ካብ እንምውት ንግብፃውያን ከነገልግል ይሕሸና እሞ ንግብፃውያን ንገዛእ እዮም ሕደገና ዶ ኣይበልናካ ንበልዎ ናይ ብሓቂ ዘጨንቕ ዘፍርሕ ጉዳይ ሽዑ ሙሴ ነቶም ህዝቢ ኣይትፍርሁ ኢልዎ ሽዑ ሙሴ ነቲ ህዝቢ እንታይ ኢልዎ ኣይትፍርሁ ኣይትፍርሁ ደው በሉ ኢልዎ ልክዕ ሙሴ ካ ከምኡ ዶም ዘሎ እባ ነህምያ ካ ኣይትፍርሁ ነቲ ዓብን መፍርሕን ንጎይታ ኣምላኽ ጎይታኹምን ኣምላኽኩምን ራእይ ኢልዎ ሙሴ ካ እንታይ ድብሎም ደሎ ነወይ ኣይትፍርሁ ብፈርኦንን ሰራዊቱን ኣይትፍርሁ፣ በዚ ግዙፍ ሰራዊት ኣርባዕተ ሚእትን ሰላሳን ዓመት ዘሳቐየኩም ኣይትፍርሁ፣ በቲ ተዓጢቕዎ ዘሎ ኣጽዋር ብምርኣይ ኣይትፍርሁ፣ በዚ ኣብ ቅድሜኹም ዘሎ ባሕሪ ኤርትራ ኣይትፍርሁ፣ በቲ የማነ ጸጋምኩም ዘሎ ምድረ በዳ ኣይትፍርሁ፣ come on ኣይትፍርሁ ኢልዎም። ጸላኢ ናምበር ዋን ዝሰዶ ኣጽዋር ፍርሒ እዩ። ከምዚ ኢልዎም፣ እቲ ምድሓን እግዚኣብሄር ሎሚ ዝገብረልኩም ርኣዩ። እዞም ሎሚ እትርእይዎም ግብጻውያን ደጊም መሊስኩም ንዘልኣለም ኣይትርእይዎምን ኢኹም። Wow! What a wonderful encouraging word! እዚ ናይ ኣምላኽ ሰብ ንኣምላኹ ይፈልጦ ስለ ዝነበረ ነዚ ሰለስተ ነጥቢ ሓሙሽተ ሚልዮን ሰብኣይ ኣባ ህዝቢ ሽዱሽተ ሚእቲ ሽሕ ሰብኣይ ነወ ኢሎ ኣጀኹም እዩ ክረኣየ ክጥመት ዝግብኦ እግዚኣብሔር ፀላኢኹም ኣይኮነን ኢሎም ብዙሕ ግዜ ፀላኢ ናባይ ፀምት እዩ ዝብለካ ንዓይ ረኣየኒ እዩ ዝብለካ ክበልዓካ እየ ክውሕጠካ እየ ከጥፍኣካ እየ ኣብ ቅድመይ ኢምንቲ ኢኻ ምንም ትርጉም የብልካን ኣነ ታዕላው ዘይብሉ ኣፅዋር ተዓጢቐ ኣለኹ ወይለኻ ናበለይ ዝጎርር ናይ ጎልያድ ሁራ ሪእና ኢና ዳዊት ግን ናብ ኣምላኩ ጠመተ ንስካ ብኩናትን መዝረቅን ትመጽኣኒ ኣለካ ኣነ ግና በቲ ንስካ ተባጭወል ዘለካ ኣምላክ እስራኤል እመጽኣካ ኣለኩ ሎሚ ድማ እግዚኣብሔር ኣምላክ ጎይታ ሰራዊት ንዓካ ሐሊፉ ክህበኒ ክሳድካ ክቆርጸካ እየ ሬሳ ፍልስጥኤማውያን ድማ ንኣዕዋፍ ሰማይ ንኣራዊት ምድሪ ክኸውን እዩ፣ እዛ ማሕበር እዚኣ ድማ እግዚኣብሄር ከም ዘሎ ትፈልጥ እያ፣ ብዘላ ዓለም ድማ ኣብ እስራኤል ኣምላኽ ከም ዘሎ ትፈልጥ እያ። ጸላኢ ኩሉ ግዜ ብዝረእን ብዝስማዕን ከፍርሃና ከንበርክኸና እዩ ዝደሊ። ምናልባት መንግስቲ ዝኣክል እዩ ቅድሜና ደሎ ስ ቨሪ ቻለንጅ ጸጋ ኣምላኽ ግን ይኽእል ይሕዋት ሸው ሙሴ ነቶም ህዝቢ ኣይትፍሩ ደው በሉ እምድሓን እግዚኣብሔር ሎሚ ዝገብረልኩምን ኣይ እዞም ሎሚ እትርእይዎም ግብፃውያን ደጊም መሊስኩም ኣይ ዘለኣለም ኣይትርእይዎም እዩ እግዚኣብሔር ክዋጋኣልኩም እዩ እንታይ እግዚኣብሔር ክዋጋኣልኩም እዩ እሞ ህድኡ በሎም እብለ እግዚኣብሔር ክዋጋኣልኩም እዩ እሞ ህድኡ ፍቅዲ ዓሰርተ ኣርባዕተ ምዕራፍ ኣርባዕተ ፍቅዲ ዓሰርተ ኣርባዕተ ከኣ ልክዕ እንታይ ትብል እንተ ኣልኩምኒ ነህምያ ጎይታ ይባረኽ ምዕራፍ ኣርባዕተ ፍቅዲ ዓሰርተ ኣርባዕተ ርኤ ድማ ተንሳእኩ ኢሉ ንኸበርትን ሽማምንትን ነቶም ዝተረፉ ህዝብን ኣብ ቅድሚኦም ኣይትፍሩ እቲ ዓብይን መፍርሕን ጎይታ ዘክሩ ስለ ኣሕዋትኩምን ኣወዳትኩምን ኣዋልድኩምን ተንሲእኹም ራዩ ኣንስትኹምን ሶሪ ኣባይትኹምን ተዋልኡ በልክዎም ልክዕ ድሕሪ እዚ ቃልዚ ታይ ኢሉ ስእኑ ኮነ ድማ እቶም ፀላእትና እዚ ነገር እዚ ከም እተፈለጥና ኣምላኽ ከዓ ንምኽሮም ኮንቱ ከም ዝገበሮ ምስ ሰምዑ ኩላቶም ራይ ኩላትና ናብቲ መካበብያ ነፍሲ ወከፍ ድማ ናናብ ዕይኡ ተመልሰ ልክዕ ምስ ተኣመንዎ ኣምላኽ ድማ ጣልቃ ክኣቲ ከሎ ንሪኦ ኣሕዋተይ ቀሊል ጉዳይ ኣይኮንኩን ዝብል ዘለኹ። እንተደኣኒ ተዓጢቕና ግና ነቲ ሓይሊ ዘዕጠቐና ጎይታ ነቲ ሓይል ዘዕጠቐና ጎይታ ክረድኣና እዩ። እግዚኣብሔር ዝተመስገነ ይኹን። ነህምያ ነዚ ውግእ እዚ ብክልተ መንገድ ድዩ ገጢሞ ንሱ ድማ ብምንታይን ብምንታይን ትልኣልኩምኒ ብመንፈስን ብስጋን ስጋ ክብል ከለኹ ሓጢኣታዊ ስጋ ማይ ከም ክብል ዘለኹ ግን ክገብሮ ዝግብኦ ብምግባር ማለት እዩ ኢየሱስ ክርስቶስ ጎይታ እዩ መጀመርታ እንታይ ገበርና ይድብል ነህምያ መሲልኩም ጸሌና ፍቅዲ ትሽዓተ እንታይ ይብል ሽዑ ኣብ ኣምላኽና ጸሌና ሽዑ ኣብ ኣምላኽና ጸሌና ሽዑ ኣብ ኣምላኽና ጸሌና እዩ ቀፂሉ ከዓ ሽዑ ከምዚ ኢሉ ካባታቶም ክሕልውና ከዓ ብመንፅሮም ለይትን መዓልትን ሓለውቲ ኣቆምና ይብል ክልተ ዝኣፉ ሴፍ ማለት እዩ እዚ በቲ ሓደ ሸነኽ ናብ ኣምላኽ ሰማይ ጸሊና ኣምላኽ መጎስ ክኾነኒ ንምኽሮም ኮንቹ ክገብሮ ንውዲቶም ከፍርሶ እግዚኣብሔር ጣልቃ ክኣቱ ከም ሰባት ድማ ክገብርዎ ዝግብኦም ኣብ ብሉይ ኪዳን ስጋ ውግእ ስለ ዝነበሮም እንታይ ክገብሩ ከለዉ ተዓጢቆም ስለ ህዝቦም ስለ ወገኖም ስለ ደቆም ስለ ምድሮም ስለ ኣንስቶም ክዋግኡ እንከለዉ ንርኢ ኢየሱስ ክርስቶስ ጎይታ እዩ ስለዚ ሕዋተይ ሎሚ ድማ ምናልባት እዛ ኣጋጢምና ደሎ ብድሆ ብክልተ መንገዲ እንገጥሞ ይመስለኒ እቲ ሓደን ብፆምን ብፀለትን እትን ካልኣይ ከዓኒ ነቲ ብስም ዲሞክራሲ ዝሽቅጥ ኣጋንንቲ ስለ መሰልና ክንጣበቕ ይግባኣና እዩ ምናልባት እዚ ካልኣይ ንገሌኻትኩም ዘይክርዳእኩም ይኽእል ይኸውን ማለት ንምንታይ ብፀሎት ጥራሕ ዘይከውን ዝብል ሓሳብ ህልወኩም ይኸውን ሶሪ እንድሕዳ መፅሓፍ ቅዱስና ርኢናዮም ግን ኣብ ሓድሽ ኪዳን ጎይታን መድሓንን የሱስ ክርስቶስ ስለመሰሉ ብዘይካ መስቀል ማለት ብዘይካ መስቀል መስቀል ስለና ዝተኸፍለ ዋጋ ብዘይካ ኣብ መስቀል ዝተኸፍለ ዋጋ ስለመሰሉ ይጣበቕ ነይሩ እዩ ሓትት ነይሩ እዩ ዛረብ ነይሩ እዩ ይመልስ ነይሩ ግዜ ስለ ዘይብለይ ጳውሎስ ከዓ ኸም ናይ ሮማዊ ዜግነት ነይርዎ በዚ ብዛዕባ መሰሉ ድምልከት ድሕር ኣይብልኒ ነይሩ ይዛረብ ነይሩ ብፍላይ ኣብ ፊሊፒ ብዘጋጠሞ እስር ቤት ማለት እዩ ትፈልጡ ኢኹም ታሪክ ትንክፍ ኣቢለልኩም ክሓልፍ ኣብ ፊሊፒ ምዕራፍ 16 ታሪክ ንረክቦ ኢና ጳውሎስን ሲላስን ሓንቲ ብጥንቆላ ንጎይሰታ እተርብሖም ዝነበረት ሓንቲ ግዝእቲ ኣጋጠመትና ይብል ደሓር ጠባሪ መንፈስ ስለ ዝነበራ ደድሕሪ ጳውሎስን ደድሕሪ ሲላስን እናኸደት እዚኣቶም ባርት ልዑል እግዚኣብሔር እዮም መንገዲ ምድሓን ከዓ ይነግርኹም ኣለዉ ስምዕዎም እናበለት ሓያለ መዓልቲ ደድሕሬናን ደድሕሪ ጳውሎስን ከደት ልጥፋ ደሓር ግን ጳውሎስ መንፈስ እግዚኣብሔር መልይዎ ነቲ መንፈስ ኣንታ ናይ ጥንቆላ መንፈስ ካብዛ ሰበይቲ እዚኣ ክትወጽእ ብስም የሱስ እዘካ ኣለኹ ምስ በሎ እቲ መንፈስ ጨዲሩ ካብታ ሰበይቲ ምስ ወጸ እቶም ጎይታ ተስፋ ረብሖኦም ከም ዝተጠልመ ምስ ረኣዩ ንጳውሎስን ሲላስን ወሲዶም ኣብ ናይ ፊልፒ ቤት ማእሰርቲ ጢሞምለን እቲ ቤት ማእሰርቲ ኣዝዩ ክፉእ ዝኾነ ቤት ማእሰርቲ እዩ ምናልባት ኣብ ትግርኛና ፅቡቅ ገይሮም ኣይተርገምዎን እቲ ናይቲ ቤት ማእሰርቲ ኩነታት ግን ዶክተር ጀርጆ ሰሚዕኹሞ ትኾኑ ወይ ድማ ኣብ ካልእ ጽሑፋት እንተ ኣንቢብኩም ኣዝዩ ክፉእ ዝኾነ ቤት ማእሰርቲ ቀጥቂጦም ቀጥቂጦም ገሪፎም ገሪፎም ኣብ ጉንዲ ኣጣቢቆም ብሰንሰለት እዮም ኣሲሮም ደም እንዳ ደመይ እውን ዛዕዛዕ እንዳበሉ ያ ከምቲ ንፈልጦ ፍርቂ ለይቲ ምስ ኮነ ንኣምላኽ ከመስግኑ መስዋእቲ ምስጋና ክስውእ ምስ ጀመሩ እግዚኣብሄር ካብ ሰማይ ወሪዱ ረጊጽዎ ነቲ ቤት ማእሰርቲ ክጸሮ ኣይከኣለን ኣንቀጥቂጡ ጎይታ ባርኽ ንፈልጦ ኢና ሽዑ ታሪክ ድኾነ ማለት እዩ እቲ ማለት እቲ ቤት ማእሰርቲ መሰንቀጥቀጠ እቶም እሱራት ተፈትሖም እቲ ማዕፆ ቤት ማእሰርቲ ብምሉኡ ተኸፊቱ ድሓር እቲ ናይቶም እሱራት ሓላዊ ምስ መጸ ሰንቢዱ ሴፉ መሊሑ ነፍሱ ክቀትል ምስ ደለየ ጳውሎስ ስቶፕ ኢሉ ኩላትና ኣለና ኣብ ነፍስካ ክፉእ ኣይትፈጽም ኢሉ የሱስ ጎይታ ድሓር ጎይተሰ እንታይ ክገብር ኢልዎም ብመንገዲ ምድሓን ነጊርዎም ነጊሮሞ እሱም ቤተሰቡን ኣሚኖም ተጠሚቆም ጳውሎስን ሲላስን ወሲድዎም ብጣዕሚ ተሓጒሱ ሓጎሱ ክገልፆ በቃ ሓጎሱ መግለፂ ክሳዕ ዝስእነሉ ዝገብረሎም ጨኒቕዎ ግን እዚ ሓሳብ እዚኣ ስምዑኒ ንፅባሒቱ ድማ እቶም ሰበስልጣናት ንጳውሎስን ሲላስን ካብቲ በስ ማእሰርቲ ኣውፅኹም ስደድዎም ድብል መልእክተኛታት ከም ድለኣኹ ሕሰብዎ እቲ ናይ ቤት ማእሰርቲ ሓላፊ ወይ ድማ እቲ ቀጥቂጡ ቀጥቂጡ ኣድሚ ኣሲርዎም ዝነበረ እዚ ምስ ሰምዐ ከመይ ከም ዝሕጎስ ተረዱ ኣዝዩ ተሓጒሱ ደስ ኢልዎ ናብ ጳውሎስን ሲላስን መጺኡ ጳውሎስ ሲላስ ዋው ኣይ ሃቭ ጉድ ኒውስ እቶም ሸማምንቲ ዝኣሰርኩም ብነፃ ክትልቀቁ መልእክቲ ሰዲዶም ኣለው ደስ ዘብል ዜና እዩ ኣብ ርእሲ ሓጎስ ሓጎስ ዝበሎም ኮይኑ ይስማዓን ምክንያቱ ሓጎስ ወሰኑ ሓጎሱ ወሰን ኣይነበሮን ምክንያቱ ኢድ ኣምላኽ ኣብ ቤቱ ተገሊጸ እሱም ቤተሰቡን ኣሚኖም ወረስ ናይ ዘለኣለም ህይወት ኮይኖም ስሞም ኣብ መዝገብ ተጻሒፉ በቃ ተጠሚቆም ደስ ዘብል እዩ ጳውሎስ ግን ከምዚ ኢሎ ኖ ኢሉ ኣይንወፅእን እቶም ዝኣሰሩና ይምፁ ሮማውያን ክንስና ብዘይ ፍርዲ ስለ ዝተቐጥቀጥና ኣይንወፅን ኢና እዚ ኣሰርቲቭነስ ይበሃል ስለ መሰልካ ምጥባቅ ይበሃል ጳውሎስ ንምንታይ ከምኡ ገይሩ ንዋው ተመስገን ኣምላኽ ስለ ወንጌል ተኣሲረ ተፈትሐ ኢሉ ዘይከይድ ንዓና ንትምህርትና ተፃሓፈ ኮይኑ ይስማዕ ናይ ንኽን ኢና ኢሉ ምናልባት ጳውሎስ እኮ ነቲ ናይቲ ቤት ማእሰርቲ ሓላፊ ነቲ ጎይታ ዝረኸበ ክዕንቀፈኒ ኢሉ ውይ በቃ ፈትሑ ዶ ኢሎምና ባ ፅቡቅ እምበር ኣምላኽ ይመስገን ቀደሙን እኮ ወንጌል ስለ ሰበኽና ብምእሳርና ኣጋን ስለ ዘውፃና ብምእሳርናስ ገገኛታት እዮም ነይሮም ኢሉ ክኸይድ ግባእ ነይሩ ጳውሎስ ግን ኢሉ እቶም ዝኣሰሩና ሰባት ይምጹ መጺኦም ከኣ ይፍትሑና ንሕና ኣይንኸይን ኢና ይብል እቲ ናይቲ ቤት ማእሰርቲ ሓላፊ ዝሰንበደ ኮይኑ ይስማዕና ዋት እንታይ ኢኻ ትብል ዘለኻ ነፃ ተለቂካስ ከምዚ ትብል ዝብል ሕቶ ዝፈጠረሉ ኮይኑ ይስማዕ ጳውሎስ ግን ነቲ ዝነበሮ መሰል ነቲ ዝነበሮ ዜግነት ብዕሱብ ክጥቀመሉ ከሎ ንሪኢ የሕዋት ንሕና ኣውስትራልያውያን ኢና ዜግነት ኣለና ኣብዚ ዓዲ ማንም ወደባት የለን ወደባት ዝበሃል የለን ኣምላኽ መስገን ኣብ ብርጁ ንኸትልኩም ንሳቶም እውን ሓደ ዘመን ናይ ሎም ሓሙሽተ ሚእቲ ዓመት ድዮም ሽሕ ዓመት ሰትለርስ ኮይኖም ድመፅ እዮም ኩሉ ሰብ ካብ ኣዳምን ሄዋንን ፈሊሱ ድመፀ ዓለምን ምልኣታን ምድርን ምልኣታን ናይ እግዚኣብሔር እዩ ዝብለና ናይ እግዚኣብሔር እንኳን ዶ እዞም ኣንግሎ ሳክሰንስ እዞም ፃዓዱ ንብሎም እንግሊዛውያን ድዮም ዋላ ስኮትላንዳውያን ድዮም ጀርመናውያን ድዮም ሆላንዳውያን ድዮም ዋሬቨር ፃዓዱ መትረፉ ዋላ ኣብሩጅኖ ከማነይ ተረዲኹም ደሎ ሓደ ዘመን መፂኦም ዝተቐመጡ ካብ ገለ ማይግሬት ገይሮም ዝመፁ እዮም ንሕና ንፈልጥ ዓለምን ምልኣታን ምድርን ምልኣታን ናይ እግዚኣብሔር ምዃኑ ስለዚ ነቲ ንሳቶም ኣቢዝ ዝገብርዎ ዲሞክራሲ ብልብል ሽም ንዓና ከጣላቅዩ ንቲ ኣምላካዊ መትከልና ክቅይሩ እንድሕር ደኣ ኣቢዝ ገይሮም ነቲ ዲሞክራሲ ዝብል ሽም ዝጥቀምሉ ኮይኖም ንሕና ድማ we have to be assertive ንሕና ድማ ንመሰልና ክንጣበቅ ይግባኣና wake up ህዝቢ ኣምላክ ንተስእ ተሱ ንንቃሕ ነንቅሕ ካን ኣብ ጎኒ ኣምላክና ንሓሳብ ኣምላክ ንሰልፍ ኢየሱስ ጎይታ እዩ ከምዚ ምግባር ሓጢኣት ኣይኮነ ንመሰልካ ምጥባቕ ሓጢኣት ኣይኮነ ንሓጢኣት ሓጢኣት ንዓመፅ ዓመፅ እምቢ ምባል ሓጢኣት ኣይኮነ ፅድቂ እዩ ኣብ ቅድሚ እግዚኣብሔር ፅድቂ እዩ ኢየሱስ ክርስቶስ ጎይታ እዩ ስለዚ ጳውሎስ እንታይ ገይሩ ተዳልኩም ነወይ ኣይንወፅን እቶም ዝኣሰሩና ይምፁ ንሕና ሮማውያን ክንስን ኣነ ሮማዊ ክንሰይ ብዘይ ፍርዲ ብዘይ ሕቶ ክግረፍ ኣይግባእን ስለምንታይ ይገርፉኒ ክመፁ ኣለዎም መልሲ ከምፁ ኣለዎም እዚ ጉዳይ እዚ ነዚ ሕቶ እዚ መልሲ ከምፁ ኣለዎም ዝገበርዎ ገበን ኣብ ፍርዲ ክቐርቡ ኣለዎም ማለት እዩ ኢሌጋል እዮም ገይሮም ሕጋዊ ዘይኮነ ስራሕ እዮም ሰሪሖም ጳውሎስ እኮ ይፈልጥ እዩ ስለ ወንጌል ክቕጥቀጥ ከም ዘለዎ ይፈልጥ እኮ ተቐጥቂጡ እኮ ተገሪፉ እኮ ደሚ እኮ ሞይቱ ተባሂሉ ተጎቲቱ እኮ ምዕራፍ ዓሰርተ ሓደን ዓሰርተ ክልተን እንደንብቡ ካልኣይ ቆረንቶስ ጳውሎስ እኮ ሕላገት ክርስቶስ ተሸኪሙ ዝኸይ ሰብ እኮ እዩ ስካር ኣለኒ እኮ እዩ ድብል ሰብ ገላትያ ፅሑፈሎም ከለኹም ኢልዎም ኣነ ኣብ እንግሊሽ ብላ እንታይ ይመስል ኣይ ቢሎንግ ቱ ክራይስት ድብል ኣነ ናይ ክርስቶስ እየ ድብል ሕላገት ኣብ ሕቆይ ኣለኒ ካብ ብዙሕ ማእሰርቲ ኣካላቱ እኮ ዝደመየ ዝተጨፍጨፈ እኮ ገለ ናይ መፅሓፍ ቅዱስ መምሃራን ክዛረብ እንከሎ ንሰብ ጋዜጣ ፅሕፈሎም ከሎ ናባኻትኩም ክመፅእ ከሎ ኣብ ስጋይ ንዓኻትኩም ንፈተና ዝኾነኩም ነገር ነይሩ ኢሉ ጳውሎስ ተጨፍጪፉ ደም እዩ እዕንቱ ተበላሽዩ መፅእዎም ድብሎ እዕንትኹም ኣውፂኹም እኳ ክትቡኒ ክሳዕ ክንድዚ ኣብ ቅድሚኹም መጎስ ረኺበ ነይረ ኢሉ ሰብ ቃላት ከም መልኣኽ ኣምላኽ ከም ክርስቶስ የሱስ ተቐቢልኩምኒ ስለ ዝተክብለ ጳውሎስ ክግረፍ ከም ዘለዎ ጳውሎስ ክስደድ ከም ዘለዎ ጳውሎስ ንሞት ርእሱ ዝወፈየ ናይ እግዚኣብሔር ሰብ ምዃኑ ይፈልጥ ኣደ ሴም ታይም ድማ ንመሰሉ ደው ድብል ናይ እግዚኣብሔር ሰብ ነይሩ ንልቡ ደው ድብል ናይ እግዚኣብሔር ሰብ ነይሩ ስለዚ ንመሰልካ ደው ምባል ኣምላኻዊ ሓሳብ እዩ እዚ ኣነ ንክርስቶስ እመስል ከም ደለኹ ንዓይ ምሰሉ ይልደፍ ኢሉ ተቢዑ ዝተዛረበ ናይ እግዚኣብሔር ሃዋርያ እቲ ንክርስቶስ እመስሎ ኣለኹ ኢሉ ብድፍረት ተዛረበ ሃዋርያ ንመሰሉ ዝጣበቕ ጅግና ናይ እግዚኣብሔር ሰብ እዩ ሃሌሉያ ስለዚ ኣነ ንስኻትኩምን ድማ ከም ካልኣይ ዜጋ ዘይኮነ ከም ስደተኛታት ዘይኮነ ከም ደቂ ዓዲ ከም ኣውስትራልያውያን ነዚ ጉዳይ እዚ ክንዕጨር ይግባኣና ብፀጋ ኣምላኽ ብመንፈስ ኣምላኽ ኣይ ብሓይልን ኣይ ብክእለትን ግን ከምዚ ሃዋርያ እዚ ዝበሎ ኣብ ፊልፒ ምዕራፍ ኣርባዕተ ፍቕዲ ዓሰርተ ሓሙሽተ ከመይ ኢሉ በቲ ሓይሊ ድህበኒ ክርስቶስ የሱስ ጎይታይ ንኹሉ ክእለ ኢየሱስ ክርስቶስ ጎይታይ ቢኣሰርቲቭ ንመሰልካ ደው ምባል ሓሳብ ኣምላኽ ኣጀንዳ ኣምላኽ ይሕዋት ለዚ ኣይንተዓሽ ውዲ ፀላኢ መለል እዮም ተዘይኮይኑ ፀላኢ ክበልዓካ ከም ፍቓድ ኣምላኽ ዝምህሮ እዚ ክቕፅሎ እየ ለመዓልቲ ግና እንተዘይንዋሕኩልኩም ዕሸኒ እንታይ ድብል ዘለኹ ነዚ ኣብ ቅድሜና ተገቲሩ ዘሎ ፀላኢ ብክልተ መንገዲ ንገጥሙ እሱ ድማ ብፀሎትን ነህሚያኹም ኢሉ ካልኣይ ከዓኒ መሰልና ብምኽባር ግቡእና ብምግባር ኣሜን ኢየሱስ ክርስቶስ ጎይታ እዩ ኩላትና ንጸል ኣምላኽ መስል ሃሌሉያ ኢየሱስ ኣሜን ኢየሱስ ኢለ ስሙ ፀዌ ሓይለይ ተሓዲሱ ካብ ድኻም በርቲዐ የሱስ ኢለ ስሙ ፀዌስ ምርኮይ ተመሊሱ ፀላእተይ ስዒረ የሱስ ሃሌሉያ እወ ስሙ ሓይለዩ እወ ስሙ ክእለተይ እወ ስሙ ክብረዩ ወስሙ ብቕዓት ዘይሁ ኣሜን ከይፀዋዕክዎ ኣይውዕልን ከይፀዋዕክዎስ ኣይሓድርን ኣሜን ብዘይብኡ ዘይኮነለይ ድቃሴ የብሎምን ዋዮታት ኣሜን የሱስ የሱስ ዘበርትዕ ስም ንፅውዑ ኣለና ሓይሊ ዝዕጥቕ ስም ንጽውዖ ኣለና ክብሪ ዘለዎ ስም ንጽውዖ ኣለና ዝጸላእትና ርኹሙሽ ዘብል መለኮታዊ ሓይሊ ዘለዎ ስም የሱስ ንጽውዖ ኣለና ኣሜን ማሾ ቶቶቶ ኮሸት ሃሌሉያ ናቦሮሴ ካባዲዮ ሎሞሴ ኢየሱስ ጎይታ ስሙ ጸዊዑ ዝሓፈረ የለን ክብርን ኣምላኽ ኢየሱስ